ኣብ ከተማ ኣዲስ ኣበባ ኣጋጢሙ ዘሎ ሕፅረት እኽሊ ንምቕራፍ ኣብ ዝቕፅሉ ሰለስተ መዓልታት እኹል ምህርቲ ከም ዝኣቱ ምምሕዳር እታ ከተማ ኣፍሊጡ። ስልጠና ማእኸላይ ኮሚቴ ሊግ መናእሰይ ፓርቲ ብልፅግና ሓድነት መናእሰይ ዘተኣሳስርን ሃገራዊ ሓድነት ዘደንፍዕን ከምዝኾነ ተገሊፁ። ካብ ዜና ወፃኢ ኣብ ሞዛምቢክ ከቢድ ንፋስ ዝተሓወሶ ዝናብ ብዘስዓቦ ሓደጋ ምክንያት ኣብ ልዕሊ 500 ሽሕ ዜጋታት ጉድኣት ምብፅሑ ተሓቢሩ። ሰላም ጥዕና በለይ ክቡራት ተመልከትና ከመይ ምሲኹም ልክዕ ሰዓት 12 ኮይኑ ማዕዲ ዜና ኢና ሒዝና መፂና ዘለና ዜናታት እንዳመራሕኩ ምሳኹም ፀንሕ ኣነ ብርሃን ፍስሃየ ሰናይ ምክትታል ቀዳማይ ሚኒስትር ኣብዪ ኣሕመድ ዕላዊ ዑደት ስራሕ ንምግባር ናብ ደቡብ ሱዳን ኣምሪሖም እቶም ቀዳማይ ሚኒስትር ኣብ ጁባ እንትበፅሑ ፕሬዚዳንት እታ ሃገር ሳልቫኪር ማያርዲት ኣቀባቕብላ ከም ዝገበርሎም ተሓቢሩሎም። ክልቲኦም መራሕቲ ኣብ መንጎ ክልቲኤን ሃገራት ዘሎ ክልቲኣዊ ርክብን ዞባዊ ዛዕባታትን ዝጠመተ ዘተ ክገብሩ እዮም ተባሂሉ ድማ ትፅቢት ይግበር።

ህወሓትን መንግስቲ ፌደራልን ኣብ ደቡብ ኣፍሪካ ፕሪቶርያ ዝበፅሕዎ ውዕሊ ሰላም ክሳብ ሕዚ ዘሎ ፈፃፅሙ ዕውት ምዃኑ ኣባል ፈፃሚት ስራሕ ህወሓት ኣይተ ጌታቸው ረዳ ተዛሪቦም። ወሃብቲ ማሕበራዊ ግልጋሎት ዝተማልእ ግልጋሎት ንክህባ ዘኽእል ስራሕ ይሳለጥ ምህላው እውን ገሊፆም ኣለዉ። ንፀብፃብ ሰሎሞን ፀጋዬ በሪሁ ብርሃነ
ኣብ ደቡብ ኣፍሪካ ኣብ መንጎ ህወሓትን መንግስቲ ፌዴራልን ዝተበፅሐ ውዕሊ ፕሪቶሪያ ክሳብ ሕዚ ዘሎ ኣፈፃፅምኡ ዕዉት ምዃኑ እዮም ዝዛረቡ ኣባል ኮሚቴ ፈፃሚት ስራሕ ህወሓት ኣይተ ጌታቸው ረዳ። ብዙ የተሰሩ ስራዎች አሉ ከዲስኢንጌጅመንት ብዙሓት ስራሕቲ ተሰሪሖም እዮም። ብመዳይ ምቁራጽ ጎንጺ ወይ ድማ ዲስኢንጌጅመንት ክልቲኦም ተዋጋእቲ ሓይልታት ናብ ጎንጺ ዝኣትውሉ ዕድል ንምዕጻው ዘኽእሉ ስራሕቲ ተወጊኖም እዮም። ምስ ምእካብን ምርካብን ከበድቲ ኣጽዋር ዝተተሓሓዙ ስራሕቲ እውን ተሳሊጦም እዮም። ሰራዊት ኤርትራ ካብ ትግራይ ናይ ምውጻእ ስራሕ ብብርኪ ኣሃዱ ዝነበሩ ሓይልታት ካብ ብዙሕ ከባቢ ክወጹ ተገይሩ እዩ። ሕዚ እውን ግን ኣብ ብርክት ዝበሉ ከባብታት ኣለዉ። እዚ ክስርሑ ካብ ዝግበኦም ተባሂሉ እዩ ዝቕመጥ። ብመሰረት ሕገ መንግስቲ ትሕዝቶታት ክልል ትግራይ ኣብ ዝበሃሉ ከባብታት ዘለዉ ዕጡቓት ሕዚ እውን ካብ ዝተርፉ ጉዳያት ሓደ እዩ። ብቐንዱ ግን ክልቲኦም ተላዘብቲ ወገናት ብወታደራውን ፖለቲካውን ዓውድታት ምርድዳኣት እናገበሩ ዘተባብዕ ውፅኢት ዝተረኸበሎም ጉዳያት ብምጥንኻር ጉድለት ኣብ ዝተርኣየሎም ጉዳያት ድማ በብግዚኡ እናተዛተኻ ናይ ምፍታሕ ከይዲ እዮም እናተገበሩ ዝርከቡ። ሓደ ኣካል እቲ ስምምዕ ዝኾነ መደብ ዳግመ እግሪ ምትካል ዕጡቓት ነበር ዘላቒ ሰላም ካብ ምርግጋፅ ሓሊፉ ዝሰናበቱ ዕጡቓት ዝነበሩ ዜጋታት ኣብ ስራሕቲ ዳግመ ህንፀትን ካልኦት ንጥፈታት ልምዓትን ተፀራሒ እጃም ከበርክቱ መንገዲ ዝፀርግ ምዃኑ ኣይተ ጌታቸው ኣረዲኦም እዮም። ሁሉም ኣይነት የህብረተሰብ ክፍል የተሳተፈበት ጦርነት ነው የነበረው ሶ ይሄ ሰራዊት ዝም ብሎ የተለመደ ብረት የሚያነግቱ ሰዎች ስብስብ ሳይሆን ከየስራ ገበታው ኩሉ ክፋል ሕብረተሰብ ዝተሳተፈሉ ኲናት እዩ ነይሩ ስለዚ እዚ ሰራዊት እዙይ ልሙዳት ብረት ዝዕጠቑ ሰባት ዝተኣከብሉ ኣይኮነን ከካብ መኣዲ ስርሑ መምህር ሓኪም መሃንድስ ሓረስታይ ተኣኻኪቦም ዘጣየሽዎ ሰራዊት እዩ ብስሉጥ፣ እቲ ሰላም ብዝግባእ ደረጃ ተጠናኺሩ ናብ መሊስካ ምጥያሽ ኣብ እንኣትወሉ ግዜ እውን እንተኾነ እዚ ሓይሊ'ዚ እዩ ብቐጥታ ኣብ መሊስካ ምህናጽ ክሳተፍ ትጽቢት ዝግበረሉ። ስለዚ ዕጥቂ ናይ ምውራድን ተዋጋእቲ ናይ ምጥያሽን ዕዮ ጥራሕ ተገይሩ ኣይኮነን ዝረኣ። ብሓፈሻ ኣብ ትግራይ ክካየድ ዝግበኦ ናይ ሕውየት ስራሕ፣ ናይ ዳግመ ህንጸት ስራሕቲ ንምክያድ ዘኽእል መብዛሕትኡ ሓይሊ ሰብ እውን ኣብ ውሽጢ'ዚ እዩ ዝርከብ። ሕዚ ፈጢርናዮ ዘለና ሃዋህው እዚ ጉዳይ'ዚ ብስምምዕን ብምዝታይን እንተዘይኮይኑ ብረት ብምንቕናቕ ከም ዘይፍታሕ ተኣማሚንና ብመንጽር'ዙይ ዝጀመርናዩ ዝተባባዕ ጻዕሪ እዩ። ኣብ ክልል ትግራይ ወሃብቲ መሰረታዊ ግልጋሎት ትካላት ናብ ምሉእ ስራሕ ንኽኣትዋ ዘድሊ ተግባራት ይካየድ ኣሎ ከም መብርሂ። ኣባል ኮሚቴ ፈፃሚት ስራሕ ህወሓት ኣይተ ጌታቸው ረዳ። ማሕበራዊ ተቋማት ስራቸውን እንዲጀምሩ ለማድረግ ሚያስችል ስራ ክምስረት ኣንፃር። ማሕበራዊ ትካላት ስርሐን ክጅምራ ዘኽእል ስራሕቲ ብዝምልከት ክሳብ ሐዚ ዝተረፉ ጉዳያት ኣለው። ምስዚ ተተሓሒዙ ምምስራት ግዝያዊ ምምሕዳር ብዝምልከት እንተደንጉየ እውን ክፍፀሙ ዝግብኦም ስራሕቲ እናሳለጥና ኢና። ብወገን መንግስቲ ፌዴራል ዝህሉ ምላሽ ኣብ ግምት ብምእታው ኣብ ሓፂር ግዘ ክውዳእ እዩ። እዚ ምስ ተወደኣ ሕብረተሰብ ክረኽቦም ዝግባእ ኣገልግሎታት ንምሃብ ዘኽእል ዝሐሸ ዕድል ክፍጠር እዩ ኢልና ንኣምን። ኣባል ኮሚቴ ፈፃሚት ስራሕ ህወሓት ኣይተ ጌታቸው ረዳ እቲ ሕዚ ዘሎ ባና ሰላም ዘላቒ ንክኸውን ኩሉ ግድኡ ከበርክት ፃውዒት ኣቕሪቦም ኣለው።
ስምምዕ ሰላም ስዒቡ ኣብ ክልል ትግራይ ዝግበር ሰብኣዊ ሓገዝ እኹል ኣይኮነን ክብሉ ነበርቲ ከተማ ሽረ እንዳስላሰ ሓቢሮም። ኩሎም ኣካላት ንሰብኣዊ ረድኤት ትኹረት ገይሮም ኣብ ፀገም ንዝርከብ ሕብረተሰብ ክሕግዙ ይግባእ እውን ተባሂሉ ኣሎ። ኣባዲ ደመቀ ተወሳኺ ኣለዎ።
ስምምዐ ሰላም ተኸቲሉ ኣብ ክልል ትግራይ ዝግበር ዘሎ ሰብኣዊ ሓገዝ ምድንጓያት ዋላ እኳ እንተሃሎ ዝበረታታዕ ከምዝኾነ ተሓቢሩ። ኣብዚ ሕዚ እዋን ዝወሃብ ዘሎ ሰብኣዊ ሓገዝ ብመሰረት ዓለም ለኸ ሓ ከምዝኾነ ዝሓበሩ ነበርቲ ከተማ ሽረ እንዳስላሰ ቅድም ክብል ካብ ዝረኸብዎም ሰብኣዊ ሓገዝ ቀረባት እቲ ዝሐሸ እዩ ክብሉ ኣብ ከተማ ሽረ ሰብኣዊ ሓገዝ ክቕበሉ ዝረኸብናዮም ነበርቲ ገሊፆም። እቲ ዝወሃብ ዘሎ በቲ ናይ ዓለም ዝፈቕዶ ስታንዳርድ መሰረት ስርናይ ይወሃብ ኣሎ፣ ክክዕ ይወሃብ ኣሎ፣ ዘይቲ ይወሃብ ኣሎ፣ ኣልምዐ ምግቢ እውን ነደታትን ንሕፃናትን ይወሃብ ኣሎ። ስለዚ እተማልአ እዩ ዳርጋ እቲ ብዓለም ደረጃ ክራይተርያ ዝወፀ መሰረት ተማልኡ ዝወሃብ ዘሎ እዩ እቲ ህዝቢ በዚ ሕጂ በፅሕዎ ዘሎ ኣብዛ ሕጂ እዋን ሕጉስ እዩ ብጣዕሚ እዩ ተሓጒሱ እቲ ቅድም ሕጂ ዝግበር ነበረ ምንም እንታይ ሽሞ ይነበረን ሕጂ ግን ጀሚሩ ኣሎ መጀመርያ እቲ እዮም ዘደራደሩን ተምደራደርትን ከምስግን ይደሊ ሕዚ ግን እቲ ሰላም እንተቐፂሉ ኣነ ድሕሪ ሕጂ ሰበይ ይመውትን ክቕፅል እዩ ዝብል ተስፋ እኒሀለይ። ኣብ ሕዪ መፂና ክንሪኦ ተለና ኣብዛ ሕዪ ኣብዛ ሕዪ ሰዓት ግን ኩለን ብኣግባቡ ይወሃብ እዩ ዘሎ ምስ ናይ ቅድም ከነፃፅሮ ተለኹ ኣይራኸብን ናይ ሕዪ ብጣዕሚ ስታንዳሩ ሓልዩ ዝኸይድ ዘሎ እዩ ማለት ህውከት የብሉ ጭቕጭቕ የብሉ ሰላም ኮይኑ እዩ ዝኸድ ዘሎ ዓሰርተ ሓሙሽተ ሓደ ትንፋስ እንዳተዋሃበ እዩ ዘሎ ስርናይ ይኹን ከክዑ ዘይቱ ኣሟሊኡ ዝወስድ ዘሎ። እዚ ከምዚ ዓይነት ርዳእታ እንተቐፂሉ ፀገም ክቕረፍ ይኽእል እዩ ኢለ ይኣምን። ምክንያቱ ክንደይ ድኻ እኒሀ ክንደይ ኣደ ቆልዑ ብፍላይ ደቂ ኣንስትዮ ዝተፀገማ ኣለዋ ባዕልና ንፈልጠን ብዙሕ ነገር ኣሎ ከምዚ ዓይነት ርዳእታ ተቐፂሉ ግን ህይወት ናይ ምትራፍ ዕድል ኣለዎ ኢለ ይውስን፣ ይኣምን እውን ማለት እዩ። እቲ ሰብኣዊ ረድኤት ሓገዝ ንዘድልዮ ኩሉ ቀፃልነት ብዘለዎ መንገዲ ብእዋኑ ክወሃብ ኣብ ምግባር ዝተፈላለዩ ፀገማት ከምዝረኣዩ ዝሓበሩ እቶም ነበርቲ፣ እዚ ፀገም ብምፍታሕ ፀገም ሕብረተሰብ ኣብ ምቅላል ኩሎም ኣካላት ክሰርሑ ከምዝግባእ ነበርቲ ከተማ ሽረ እንዳስላሰ ኣገንዚቦም። ንኹሉ ዘካተተ ከይከውን ድማ ቀበሌ ዘፅንዖም ዝተቐነሱ ኣለዉ። በዚ ምኽንያት ተዘይኮይኑ እንተድኣ እሱ ዝቕበልዎ ኮይኖም ተማልእ ተወሃባ ዝተማልእ እዩ። ዝተርፉ ሰባት ግን ኣለዉና እየ ዝብል ዘሎ ዘይተኻተቱ ቀበሌ ዘጽንዖም በዚ ኢና ንህብ ተባሂሉ በታ ናይ ቀደም ዝነበረ ዝርዝር ብኡ ተኸይዱ ሕጂ ግን ተባሪሩ ዝነበረ መፅኡ ኣሎ ሃዲሙ ዝነበረ መፅኡ ኣሎ ተፈናቒሉ ዝነበረ መፅኡ ኣሎ ኣብ በዓቲ ዝነበረ ሳብ በረኻ ዝነበረ መፅኡ ኣሎ ስለዚ እዚ ክውስኽ እንከሎ ኣይንውስኽን ተባሂሉ እምበር እቲ ኣወሃባ ትኽክለኛ ኣወሃባ እዩ ዝወሃብ ዘሎ በቲ ኮታ መሰረት እዩ ክወሃብ ዝግብኦ ግን ኣይተዋሃበን ተቆሪፁ እዩ ትኾታስ ተቆሪፁ እዩ ንኣብነት ሕጂ ሸሞንተ እንተኾይኑ እስትንፋሱ ሓሙሽተ ዝወስደሉ ኣጋጣሚ ኣሎ ማለት እዩ። ከምዚ ዝመሰለ ሕልፍ ሕልፍ ኢሉ ዘጋጥም ፀገማት ኣሎ ማለት እዩ። ክወሃብ እንዳተገበኦ ብሰንኪ ኮታ ምሕፃር ተሪፉ ዘሎ ንዕኡ ኣጠናኺርካ እቲ ኮታ ብኣግባቡ ፀዲቑሉ ኩሉ ተረዳኢ ክካተት ከም ዘለዎ ዓብዪ ፃዕሪ ካብ መንግስቲ ካብቲ ግዝያዊ መተሓባበሪ ይፅበ ማለት እዩ። ተቐፂሉ እኒኤ ሰላም እውን ክቕፅለልና ካብኡ እዞም ድርጅታት እውን ነዚ ድርጅት እዚ ሪኦም ንህዝቢ ትግራይ ንክረድኡ ብፍላይ ንደቂ ኣንስትዮ ትሕቲ ሓሙሽተ ዓመት ዘሎ ዝሓዛ ደቂ ኣንስትዮ ብዙሓት ኣለዋ ብዙሓት ፅጉማት ኣለዋ ብዙሓት ኣረግተት ኣለዉ መድሓኒት ይኹን ኩሉ ነገር ክቕረብ ንደሊ ማለት እዩ ከም ህዝቢ ትግራይ መጠን ተጸጊሙ ኣሎ። እዚ ጸገም እዚ ከኣ ተሓባቢሩ ክቕረፍ ኣለዎ ኢለ ይኣምን። መልእኽቲ እውን የመሓላልፍ ማለት እዩ። ዓለም ለኸ ትካላት ረድኤት ሰብኣዊ ሓገዝ ኣብ ምቕራብ ክንዲ እቲ ዝድለ እናሰርሑ ኣይኮኑን ዝበሉ መተሓበሪ ከተማ ሽረ እንዳስላሰ ኣይተ ታየ ማሞ፣ ፕሮግራም መግቢ ዓለም፣ ወርልድ ፉድ ፕሮግራም፣ ንልዕሊ ሚእትን ኣርባዓን ሽሕ ሰባት ብመሰረት ዓለም ለኸ ረቑሓ ንፈለማ እዋን ሓገዝ ምግባሩ ኣብሪሆም። ይኹን እምበር እቲ ዝመፀ ቀረብ ሰብኣዊ ሓገዝ፣ IOM፣ ኣብ መወዳእታ ክልተ። ተሸን ዓሰርተ ኣርባዕተን ዓመተ ምህረት ብዘካየዶ መፅናዕቲ መሰረት እዩ ዝበሉ እቶም መተሓበሪ፣ ኣብቲ እዋን ብምኽንያት እቲ ጎንፂ ተመዛቢሎም ዝነበሩን ድሕሪ ስምምዕ ሰላም ዝተመልሱን ሰብኣዊ ሓገዝ ንከይረኽቡ ዓብዪ ዕንቅፋት ኮይኑ ኢሎም። እዚ ኮታ መፂኡ ዘሎ ናይ ክልተ ሽሕን ዓሰርተ ኣርባዕተን ነሓሰ ወርሒ ከባቢ ብIOM ዝተፀንዐ ዳታ እዩ። እዚ ከዓ ኣብቲ ግዜ ንሱ ብተፈላለየ መንገዲ ብጦርነት ስግዓት፣ ሰብ ብዙሕ ሃዲሙ ነይሩ ተረዳእ ቁጽሪ ሃዲሙ ነይሩ ማለት እዩ ሕጂ ግን በቲ ሰላም ስምምዕ መሰረት እቲ ሕብረተሰብ ናብ ዓዱ መረበቱ ተመሊሱ መጽዮ ኣሎ እዚ ድማ ናይ ተረዳእ ቁጽሪ ፊገር ይውስኽ እዩ ግን እታ ዳታ እታ 2014 ናሕሲ ወርሒ ዝነበረት በዚኣ መሰረት ኢና ክንወኩም ኢሎም ምስ ደብሊው ኤፒ ዝነበረ ኣግሪመንት በዚኣ መሰረት ኢና ክንወኩም ዝብል ሓሳብ ስለ ዘቕርቡልና ንሕና ከዓ ዘዝቀደመ ዘሎ ሕብረተሰብ ድኻ ሕብረተሰብ ዘዝቀደመ ይረዳእ ብዝብል ሓሳብ ተቐቢልናዮም ንቐጻላይ ግን እዚ ዳታ ኣሰስመንት ዝውስኽ ምዃኑ ይፍለጥ እንድዩ ግን ዳብሊው ኤች ኦ እና ምስ ኣይኦኤም ተሓባቢሮም ፅንዓት ንክገብሩ ፕሮሚስ ኣትዮምላ ኣለዉ ንሕና ከዓ እቲ ዘሎ ሕብረተሰብ ዘይተረዳኣይ ሪፖርት ንክንገብረሎም ስምምዕ ገይርና ኣለና ማለት እዩ። ኣብ ክልል ትግራይ ዝተረኽበ ኣንፃራዊ ሰላም ዘላቕን ውሑስን ንምግባር ኩሉ ክሰርሕ ይግባእ ተባሂሉ።
ዓለምለኸ ኤጀንሲ ሓይሊ ኣቶሚክ ዓመታዊ ጉባኤኡ ኣብ ከተማ ኣዲስ ኣበባ ምክያድ ጀሚሩ። ኣብቲ ጉባኤ ዓለምለኸ ኤጀንሲ ሓይሊ ኣቶሚክ ንኣባል ሃገራት ኣፍሪካ ዝገብሮ ሓገዝ ክግምግም እዩ ተባሂሉ ኣሎ። ኣብቲ ጉባኤ ላዕለዎት ኣመራርሓ ዓለምለኸ ሓይሊ ኣቶሚክ፣ ላዕለዎት ሓለፍቲ ስራሕ መንግስቲ ፌዴራልን ተመራመርትን ተሳተፍቲ እዮም። ትግራይ መሊስካ ኣብ ምህናፅ ኩሉ ፈታው ዓዱ ኣፈላላይ ፖለቲካ ንጎኒ ብምግዳፍ እጃሙን ከወፊ ማሕበር ተጋሩ ኢትዮጵያ ፃውዒት ኣቕሪቦም። ብፍላይ መራኸብቲ ሓፋሽ ድማ ዘሎ ወድዓዊ ሓበሬታታት እናተኸታተሉ ናብ ህዝቢ ብምብፃሕ እጃሞም ክዋፅኡ ተሓቲቱ ኣሎ። ሙሉብርሃን ግርማይ
ማሕበር ተጋሩ ኢትዮጵያውያን ኣብ ውሽጢ እዚ ሰሙን ኣብ ዘውጽኦ ጋዜጣዊ መግለጺ፣ ትግራይ መሊስካ ኣብ ምህናጽ ኹሉ ፈታዊ ዓዲ እጃሙ ክወፊ ጻውዒቶም ኣቕሪቦም። እቶም መካየዲ ስራሕ ከም ዝገለጽዎ፣ መንግስቲ ትግራይ ንምህናጽ ኣብ ዝጀመሮ ስራሕ ኩሉ ኣብ ወጻኢን ኣብ ውሽጥን ዘሎ ማሕበረሰብ፣ ሰብ ሃፍቲ፣ ኣፈላላይ ፖለቲካ ናብ ጎኒ ብምግዳፍ እጃሙ ከወፊ ከም ዝግባእ ኣተሓሳሲቦም። ጦርነት ልተጎድኡ ከባብታት ኣብ ልግበር መልሶ ንጸትለ ነጋዶና ኣተሓባቢርና ሰብ ሃፍቲ ኣተሓባቢርና ኣብ ደገ ለሎ ይኹን ኣብ ዓዲ ውሽጢ ለሎ ትግራዋይ ብሙሉኡ ኸዚ መንግስቲ ስራሕ ጀሚሩ እኒኦ ኣብ ትግራይ መሊሰ ትግራይ ልክሃንጽ ስራሕ ጀሚረ እየ ልብለሉ እንድሕር ተጋሩ ኾይኖም እንድሕር ልትግራይ ልፈትዉ ኾይኖም ኸዚ ሃፍቶሞ ተሓባቢሮም ምሕጋዝ እዩ። መንግስቲ ትግራይ ልክሃንፅ ስራሕቲ ጀሚሩ እኒኦ። ኣብ ግንድ ኣብ ክል ኣብ ጎኒ መንግስቲ ደው ኢልኻ ልግበእካ ላገበርኻ ትግራይ ኣብ ዳግመ ህንፀት ትግራይ ኸዚ እያ ትግራይ ሙፍታዊ ለይሙፍታይ ትፈሊ። ፖለቲካ ኣፈላላይና ኣብ ቡቦትኡ ኮይኑ ማለት እዩ። ድላይና ፖለቲካዊ ፓርቲ ኣባልነት ክህልወና ይኸእል እዩ። ድላይና ፖለቲካዊ ኣተሓሳስባ ክህልወና ክእል እዩ ግን ኣብ ዓድና ሰላም ዘላቂ ሰላም ምርግጋጽ ዳግመ ህንጸት ዓድናይ ግን ሓደ ለይገብረና ምንም ምክንያት የለ እዚ ዲሞክራሲያዊነት እሞ ምስዚ ተተሓሒዙ ዝተፈላለዩ ወሃብቲ ርእይቶ ከም ዝገለጽዎ ብዝተጀመረ ስምምዕ ሰላም ዋላ እኳ ሕጉሳት ተኾኑ ሐዚ እውን ኣብ ኣተገባብርኡ ምድንጓይ ከም ዘሎ ኣረዲኦም። እቲ ዝተጀመረ ናይ ሰላም ውዕልን ኣፈፃፅምኡን ብጣዕሚ ፅቡቅ እዩ ብጣዕሚ ደስ ይብል ምክንያቱ እቲ ህዝቢ ለኣተዮ ችግር ለኣተዮ ሰቆቃ ልብዙሕ ግዘ ልልዕሊ ክልተ ዓመት ልኣክል ኣብ ጦርነት ኣብ መከራ ኣብ ስደት ፀኒሕና ኢና ስለዚ ልቲ ህዝቢ ተባሂሉ ልተገበረ ስምምዕነት ሙሉእ ብሙሉእ ይድግፎ እየ ግን ኣተገባብርኡ ሀዚ ኣብዚ ሀዚ ለሎ ኣፈፃፅምኡ ግን ንእሽቶን ዘንጊዑ እቲ ህዝቢ ኣብ ችግር እዩ ዘሎ ሀዚ እውን ካብቲ ነበረ ችግር ካብቲ ነበረ ስቃይ የወፀ ኣብ ጥሜት ኣብ ረሃብ መንግስት ሰራሕተኛ ክሽካብ ሀዚ ዝተኸፈሎ ነገር የለይ ሓደ መንግስት ሰራሕተኛ ሸሞንተ ትሽዓተ ቤተሰብ እዩ ደመሓድር እና ህዝቢ ትግራይ ህዝዊ ኣብ ዝኸፍአ ናይ ስቓይን ናይ መንከራን ዓውዲ እዩ ለሎ ኢለ እየ ደኣምን። ፅቡቅ ስራሕቲ መንግስቲ እናሰርሐ እዩ ዝርከብ ብፍላይ ያው ሰብ ዋና ኮይኑ ዝሰርሕ ዘሎ ከም ሃገር መራሒ ዘሎ ናይ ኢትዮጵያ መንግስቲ ስለ ዝኾነ እሱ ሕጂ ስርዓት እሱ ብመሰረተ ልምዓት ንኣብነት ክንጅምር ዘለና መሰረተ ልምዓት ኣብ ማይን ኣብ ናይ ትራንስፖርት ዘሎ ናይ በረራ ኣየር ኢሉ እውን ኣብ ናይ ቴሌፎን መብራህትን ካልኣ እውን ኣብ ምቕራብ ሓገዝ እዚ ኣካል ናይቲ ናይ ስምምዕ ናይ ፕሪቶሪያ እዩ ማለት እዩ። ስለዚ ኣብ ምትግባር ዝርከብ ዘሎ ጉዳይ ማለት ስለዚ እዚ ብፅቡቅ ደረጃ ዝሪኦ ካሊእ እውን ሕዚ ዝተርፎ ዘሎ ናብ ናይ ሽግግር መንግስቲ ትግራይ ኣብ ዝብል እዩ ዝተረፈ ዕዮ ገዛ እዚ እዩ ዘሎ ማለት እዩ። እዚ ክባተለ ግን እቱ ናብ ትግራይ ዝኣተሎ ረዳእታ እኹል እዩ ማለት ግን ኣይኮነን። ኣብ ቐፃሊ ኹሉ ኢትዮጵያዊን መንግስቲን ፀገም ትግራይ ኣብ ምሕፃር እጃሙ ንኸወፊን ብፍላይ ሚድያታት ድማ ክሳብ ሐዚ ታይ ተሰሪሑ ኸዚኸ ታይ ክስራሕ ኣለዎ ንዝብል ኣብ ቀረባ ኾይኑ ንኽከታተል ፃውዒቶም ኣቕሪቦም። ከምዝፍለጥ ኣብ ናይ ሓደ ናይ ስርዓተ መንግስቲ ዝበሃሉ ሕጊ መውፅኢ ሕጊ ኣስተርጓሚ ሕጊ ኣስፈፃሚ ዝበሃል ኣሎ ካልኣይ ራብዓይ ከ ሚድያ እዩ ማለት እዩ ስለዚ ሚድያ ከ ክትትል እናተገበረ እዚ ኣብ ምንታይ በፅሕ ኣሎ ኣብ ዝብል ነገራት ከመይ ይትግበር ኣሎ ዝብል ሚድያ እዩ ናይ ዕዮ ገዛ ብዋናነት ክወስድ ዝኽእል ማለት ስለዚ ክሳብ ሕዚ ታይ እንታይ ተፈፂሙ እንታይ እንታይ ተሪፎም ዝብል ነገር ሚድያ ዕዮ ገዛ ወሲዱ ክሰርሕ ኣለዎ ኣብዚ ጉዳይ እዚ ማለት እዩ። ምክንያቱ መንግስቲ ዝኾነ ኣካል ሓላፍነት ክህብ ተሎ ዝኾነ ኣካል ወሲዱ ካደናጎይ ወይ ካባላሾ ወይ ንግለ ረብሑ ካውዕሎ ይኽእል እዩ ዝኾነ ኣካል መሓውር ዘሎ ማለት እዩ ስለዚ እዚ ጉዳይ ከዓ ቸክ ኣብ ፎሎ ኣፕ ክገብር ዝኽእል ነገር ሚድያ እዩ ስለዚ ናይ ሚድያ ሓላፍነት ዓብዪ ተራ ኣለዎ ህዝቢ ብዝሓለየ ኩነታት ክካየድ ተኾይኑ ክግበር ለለዎ ነገር ኢለ ልኣምኖ ብበኩለይ መንግስቲ ፌደራል ቶሎ ላብ ትግበራታት ክኣቲ ክኽእል ኣለዎ። ልተጀመሩ ነገራት እኒኦው ግን ከዓ ከምቲ ልድለ ኣይኾነይ ብጣዕሚ ልዘንጉዕ ነገራት እውይ እኒኦው። ብምቕፃል ልህዝቢ ኢትዮጵያ እውን። ምኽንያቱ ትግራይ ማለት ኢትዮጵያ እዩ፣ ኢትዮጵያ ማለት ኩላህና ብሄር ብሄረሰባት ልሓቖፈ ሓንቲ ሃገር ኢልና ኢና ንኣምን። ስለዚ መንግስቲ እው እዚ እዚ ኣብ ግምት ኣእትዩ ኣካል ኢትዮጵያ ክሽከብ ልኾነት ትግራይ ሐዚ እው ናይ ትግራይ መፍትሒ ቶሎ ስጉምቲ ክወስድ ኣለዎ ልብል ኣቋም ኣለኒ።
ስልጠና ማእኸላይ ኮሚቴ ሊግ መናእሰይ ፓርቲ ብልፅግና ሓድነት መናእሰይ ዘተኣሳስርን ሃገራዊ ሓድነት ዘደንፍዕን ከም ዝኾነ ተገሊፁ። ካብ 3 ክሳብ 11 መጋቢት 2015 ዓ ም ብዓቕሚ መናእሰይ ኩለ መዳይ ምዕባለ ኢትዮጵያ ይረጋገፅ ብዝብል መሪሕ ቃል ንኣባላት ማእኸላይ ኮሚቴ ሊግ መናእሰይ ፓርቲ ብልፅግና ዝወሃብ ስልጠና ኣብ ከተማ ባህርዳር ተጀሚሩ ኣሎ። ፕሬዚዳንት ሊግ መናእሰይ ፓርቲ ብልፅግና ኣክሊሉ ታደሰ እቲ ስልጠና ሓድነት መናእሰይ ዘተኣሳስርን ሃገራዊ ሓድነት ዘደንፍዕን እዩ ኢሉ። እቲ ሊግ ኣብ ቀፃሊ ካብ ዝተለምደ ኣሰራርሓ ወፂኡ ብዲጂታል ኣሰራርሓ ከም ዝምራሕ ዝሓበረ ኣክሊሉ ታደሰ እቲ ስልጠና ሕብረ ብሄራዊ ሕውነት ኣብ ምድንፋዕ ልዑል ኣስተዋፅኦ ከም ዘለዎ ምግላፁ ዝረኸብናዮ ሓበሬታ የረድእ። ኣብ ከተማ ኣዲስ ኣበባ ኣጋጢሙ ዘሎ ሕፅረት እኽሊ ንምቕራፍ ኣብ ዝቕፅሉ ሰለስተ መዓልትታት እኹል ምህርቲ ከም ዝኣቱ ምምሕዳር እታ ከተማ ኣፍሊጡ። ብብርኪ ሃገር እኹል ምህርቲ ከም ዘሎ ዝሓበረ እቲ ምምሕዳር ክንዲ እቲ ዝድለ ፍርያት ናብ ከተማ ንከይኣቱ ዕንቅፋት ምግጣሙ ፀገም ናህሪ ዋጋ ከምዝፈጠረ እዩ ገሊፁ ዘሎ። ሓለፍቲ ስራሕ ምምሕዳር ከተማ ኣዲስ ኣበባ ምስ ኢቲቪ መደብ ዳጉ ፃንሒት ገይሮም ኣለው። ንፀብፃብ ሃምራዊት ብርሃኑ ኣበባ ኣርኣያ።
ኣብ ከተማ ኣዲስ ኣበባ ብዝለዓለ ኩነታት እናወሰኸ ዝመፀ ናህሪ ዋጋ ነበርቲ ናብ መረረትን ስግኣትን እናሳጥሖም መፂኡ ኣሎ። ብፍላይ ድማ ኣብ ጣፍን ስርናይን ዝተርኣየ ወሰኽ ዋጋ ብምኽንያት ሕፅረት ምህርቲ ዘይኮነስ ምህርቲ ናብታ ከተማ ንምእታው ዝተፈላለዩ ፀገማት ብምግጣሞም ምዃኑ ምስ መደብ ዳጉ ፃንሒት ዝገበሩ ሓለፍቲ ንግዲ ቢሮ ከተማ ኣዲስ ኣበባ ገሊፆም። እንደ ሀገር በጤፍም ሆነ በስንዴ ላይ በቂ የሆነ ምርት ነው የተመረተው። ከም ሃገር ጣፍ ኮነ ስንዳይ እኹል ምህርቲ እዩ ፈርዩ።
ምንም ዓይነት ሕጽረት ጸገም ምህርቲ የለን። ይኹን እምበር እቲ ዝፈረየ ምህርቲ ናብ ከተማና ብዝድለ መጠንን ስፍሓትን ከይኣቲ ዝተፈላለዩ ማሕለኻታት እናጓነፉ እዮም። ብፍላይ ኣብ ዝሓለፈ ክልተ ኣዋርሕ ሰፊሕ ምህርቲ እንዋሃለለሉ እዋን ስለዝነበረ ብዝድለ መጠን ምህርቲ ናብ ከተማና ኣይኣተወን። እዚ ዝኾነሉ ምኽንያት ኣብ ዝተፈላለዩ ከባብታት ምንቅስቓስ ኮንትሮባንድ ምህላዎም ከምኡ'ውን ኣብ ዝተወሰኑ ከባብታት ገጠር ምህርቲ ናብ ዕዳጋ ከይወጽእ ዝግበሩ ገለ ተንኮላት ከም ዘለዉ ንምፍላይ ተፈቲኑ ኣሎ። ተመን ለሀገሪቱ በጣም ከፍተኛ የሆነ ምርት ያመርታል ይሄ ምርት ግን ህግና ስርዓትን በተከተለ አግባብ። ኣብ መላእ ሃገር እኹል ምህርቲ ኣሎ። እዚ ምህርቲ ግን ሕግን ስርዓትን ብዝሰዓበ ኣገባብ ናብ ዕዳጋ ክኣቱ ኣብ ምግባር ውስንነት ኣሎ። ሓደ ዘይሕጋዊ ንግዲ ኢልና እነልዕሎ ኮንትሮባንድ እዩ። ሕግን ኣሰራርሓን መሰረት ብምግባር ብፍቓድ ኣብ ምንቅስቓስ እናጋጠሙ ዝርከቡ ፀገማት ኣለዉ። ዘይሕጋዊ ነጋዶ ንምቁፅፃር ኣብ ዝተወሰደ ስጉምቲ ናህሪ ዋጋ ንምውሳኽ ምኽንያት ምዃኑ ዝገለፁ ሓለፍቲ ንግዲ ቢሮ ከተማ ኣዲስ ኣበባ፣ ኣብ ቀፃሊ እቲ ፀገም ንምእላይ ግብረ ሓይሊ ተጣይሹ ተዋዲዶም እናሰርሑ እዮም ኢሎም። ልዩ የሆነ ጥቅም ለማግኘት ብዙ ኣካላት ኢንቮልቭ ያደርጋሉ። ፍሉይ ረብሓ ንምርካብ ዝተፈላለዩ ኣካላት ይሳተፉ ኣለዉ። ስለዚ ንሕና ምሰ ክልላት ኦሮሚያን ኣምሓራን ብምዝርራብ ከምኡ እውን ምሰ መንግስቲ ፌደራል ብምውዳድ ንከተማና ፍሉይ ቆላሕታ ተዋሂብዎ ፍሉይ ግብረ ሓይሊ ተጣይሹ ተዋዲድና እናሰራሕና ኢና ዘለና። ኣብ ዝቕፅሉ ክልተ ሰለስተ መዓልታት ድማ እኹል ምህርቲ ናብ ከተማና ከምዝኣቲ ተስፋ ይገብር። አንደኛ ከተማችን ውስጥ ዛሬ ጀምሮ እየገቡ ያሉ ምርቶች አሉ። ሓደ ናብ ከተማና ካብ ሎሚ ጀሚሩ ዝኣቱ ምህርቲ ኣሎ። ምስ ኦሮሚያ እውን ምትእስሳር ፈጢርና እናእተናዮ ንርከብ ፍርያት ኣሎ። ካብ ክልል ኣምሓራ ብተመሳሳሊ ተወሰኽቲ ዝኣትዉ ምህርትታት ኣለዉ። ፀገም ቀረብ ምህርቲ የለን፣ እኹል ዝኾነ ፍርያት ስለ ዝተረኸበ ማለት እዩ። ናብ ከተማና ግን ብስሉጥ ክኣቱ ናይ ምግባር ስራሕ ፍሉይ ጠመተ ሂብና፣ እናሰራሕና ኢና ስለዚ ሕብረተሰብ ነዚ ተገንዚቡ ካብ ምምራር ክወፅእ ኣለዎ። ኣብ ዝተፈላለዩ እዋናት ምህርትታት ብምሕባእ ነበርቲ ናብ ዘይተደለየ ወፅዓን ፀገምን ዘሳጥሑ ኣካላት ህዝቢ ጥቆማ ብምሃብ ምስ ምምሕዳር እታ ከተማ ጠጠው ክብል እቶም ሓለፍቲ ፃውዒት ኣቕሪቦም። አሁን የሚገባውንም ሆነ የገባውን በተለያየ መንገድ የሚደብቁ አካላትን። ሕዚ ዝኣተወ ኮነ ዝኣቲ ዘሎ ምህርቲ ብዝተፈላለየ መንገዲ ዝሓብኡ ኣካላት ህዝብና ቅድሚ ሕዚ እናገበሮ ከም ዝነበረ ተሳትፎ ኣብ ጎንና ኮይኑ ክሕግዘና ንደሊ ኢና። ሓላፍነት ምቁፅፃር ናይ ምምሕዳር ከተማ ኣዲስ ኣበባ እዩ። ናብ ከተማና ዝኣተወ እኽልን ሸቐጥን ብስርዓት ንህዝቢ ክበፅሕ ምግባር ሓላፍነት ምምሕዳር ከተማ ኣዲስ ኣበባ እዩ ዝኸውን። ኣብ ከተማ ኣዲስ ኣበባ ዘይሕጋዊ ነጋዶ ንምቁፅፃርን ንምክልኻልን ኣብ ዝተሰርሐ ስራሕ ልዕሊ ኣርባዕተ ሚእቲ ዝኾና ትካላት ንግዲ ፍቓደን ከም ዝተሰረዘ ንግዲ ቢሮ ከተማ ኣዲስ ኣበባ ገሊፁ።
ራብዓይ ጉባኤ ምምዝባል ዜጋታት ኣብ ኣዲስ ኣበባ ይሳለጥ ኣሎ። ኣብ መኽፈቲ እቲ ጉባኤ ሚኒስትር ዴኤታ ስራሕን ክእለትን ኣሰግድ ጌታቸው ኢትዮጵያ ንዜጋታታ ኣብ ውሽጢ ሃገር ዕድል ስራሕ ብምፍጣር ምምዝባል ንምክልኻል እተሳልጦም ዘላ ተግባራት ኣመልኪቶም መብርሂ ሂቦም። ኢትዮጵያ እናጋጠምዋ ዝርከቡ ምምዝባል ደቂ ሰባት ንምክልኻል ምስ ካልኦት ሃገራት ኣፍሪካ ብምትሕብባር ንምስራሕ ድልውቲ ከምዝኾነት እውን ገሊፆም። ምክትል ሓላፊ ዓለም ለኸ ትካል ፍልሰት ኣብ ኢትዮጵያ ጂያን ዣኦ ብግደኦም፣ ኢትዮጵያ ፍልሰት ሰባት ንምክልኻል እናሰርሐቶ እትርከብ ተግባር ንምድጋፍ ብሓባር ከምዝሰርሑ ተዛሪቦም። እቲ ዝተጀመረ መድረኽ ዘተ ሰብ ሞያ እንትኸውን ሰብ ሞያ ዝተዛተዩሎም ጉዳያት ኣብ መዛዘሚ እቲ ጉባኤ ኣብ ዝካየድ ኣኼባ ሚኒስትራት ከምዘቕርቡ ተገሊፁ። ተወከልቲ ዓሰርተ ሓደ ሃገራት ምብራቕ ቀርኒ ኣፍሪካን ኣብቲ ጉባኤ ከምዝተረኸቡ ግልጋሎት ዜና ኢትዮጵያ ፀብፂቡ። ሱልጣኔት ህዝቢ ዓፋር ንሓድነትን ሰላምን ሃገር ልዑል ረብሓ ከም ዘለዎ ተገሊጹ። ወራሲ ሱልጣን ኣሕመድ ዓሊ ሚራህ ሹመት ተቐቢሎም። ነበር መራሒ ሱልጣኔት ዓፋር ሱልጣን ሃንፍሬ ዓሊ ሚራህ ቅድሚ ውሱናት ዓመታት ህይወቶም ምሕላፉ ስዒቡ እዩ እቶም ሓዎም ስልጣን ተረኪቦም ዘለዉ። ሎሚ ኣብ ክልል ዓፋር ከተማ ሳሒታ ኣብ ዝተገብረ ስነ ስርዓት ምቕባል ስልጣን ኣፈ ጉባኤ ባይቶ ወከልቲ ህዝቢ ታገሰ ጫፎ፣ ርእሰ ምሕዳር ክልል ዓፋር ኣወል ኣርባ፣ ርእሰ ምሕዳር ክልል ኦሮሚያ ሽመልስ ኣብዲሳ ሓዊሱ ካልኦት ላዕሎት ሓለፍቲ ስራሕ መንግስቲ ፌዴራልን ክልልን ተረኺቦም እዮም። ሱልጣኔት ህዝቢ ዓፋር ካብቲ ክልል ሓሊፉ ንሓድነትን ሰላምን ሃገር ልዑል ረብሓ ከምዘለዎ እውን ምሁራት ታሪኽ ገሊፆም። ኣብ ክልል ኣምሓራ ዞባ ምብራቕ ጎጃም ዝርከብ ልምዓት ኢኮ ቱሪዝም እምባ ጮቄ ተዓዋቲ ውድድር ዘደንቑ መንደራት ቱሪዝም ዓለም ኮይኑ ኣብ ውድብ ሕቡራት መንግስታት ትካል ቱሪዝም ዓለም ንልምዓት ኢኮ ቱሪዝም እምባ ጮቄ ተዓዋቲ ብምግባር መሪፅዎ ኣሎ። እቲ ሽልማት ሚኒስትር ዴኤታ ቱሪዝም ስለሺ ግርማ ምስ ተወከልቲ ኢኮ ሎጅ ጮቄ ብምዃን ኣብ ስዑድ ዓረብ ከተማ ኣሉላ ተቐቢሎም። ኣብቲ ውድድር ኢትዮጵያ ሓዊሱ ልዕሊ ሓምሳ ሃገራትን ልዕሊ ሓደ ሚእቲ መስሕባት ቱሪዝምን ከምዝተሳተፉ ዝተረኸበ ሓበሬታ የረድእ። ዜና ወፃኢ ኣብ ሞዛምቢክ ከቢድ ንፋስ ዝተሓወሶ ዝናብ ብዘስዐቦ ሓደጋ ኣብ ልዕሊ 500,000 ዜጋታት ጉድኣት ምብፅሖ ተሓቢሩ ኣብቲ ንካልኣይ እዋን ዝበፅሐ ሓደጋ 28 ሰባት እንትመቱ ኣብ ልዕሊ ዓሰርተ ሽሕ ኣባይቲ ዕንወት ምግጣሙ ተገሊጹ እዩ። ቅድሚ ሰላሳን ሓሙሽተን ዓመታት ካበ ደቡባዊ ንፍቀ ክቢ ዝተልዓለ እቲ ኣውሎ ንፋስ ሸሞንተ ሽሕ ኪሎ ሜትሮታት ብምጉዓዝ እዩ ኣብ ሞዛምቢክ ጉድኣት ዘብጽሐ። እቲ ሓደጋ ንልዕሊ ፍርቂ ሚልዮን ዜጋታት ተጸበይቲ ህጹጽ ሰብኣዊ ረድኤት ከም ዝገበሮም ውድብ ሕቡራት መንግስታት ኣፍሊጡ ክብል ኣልጀዚራ ጸብጺቡ። ሕዚ ድማ ዜና ዕዳጋ ኣፍረይቲ ኢንተርፕራይዛት ንምሕጋዝ መንግስቲ እቲ ክልል ምስ ሰብ ብፅሒት ኣካላት ተዋዲድካ ከም ምስራሕ ቅርታ ከም ዝስራሕ ምክትል ርእሰ ምሕዳር ክልል ህዝብታት ደቡብ ምዕራብ ኢትዮጵያ ኢንጂነር ነጋሽ ዋገሾ ተዛሪቦም። እቶም ምክትል ርእሰ ምሕዳር ኣብ ከተማ ቦንጋ ምንቅስቓስ ስራሕ ኢንተርፕራይዛት ማእኸሎትን ኣናእሽትን ተዓዚቦም። ኣብቲ መርሃ ግብሪ ዑደት ዋና ዳይሬክተር ልምዓት ኢንተርፕራይዛት ኣለባቸው ንጉሴ ሓዊሱ ካልኦት ላዕለዎት ሓለፍቲ ስራሕ ክልልን ፌዴራልን ተረኺቦም። ኣብ ከተማ ቦንጋ ኣብ ኢንተርፕራይዛት ማእኸሎትን ኣናእሽቱን ዘሎ ምንቅስቓስ ተስፋ ዝህብ እዩ ኢሎም ኢንጂነር ነጋሽ ዋጌሾ። እቶም ኢንተርፕራይዛት ፀገም ቀረብ ልቓሕን እታወታትን ከምኡ እውን ፀገም ምትእስሳር ዕዳጋ ከምዘሎ ብምግላፅ መንግስቲ እቲ ክልል ግቡእ ሓገዝ ንክገብር ሓቲቶም። ኩባንያ ኣቕራቢ ነዳዲ ስዑድ ዓረብያ ዝኾነ ኣራምኮ 161 ቢልዮን ዶላር ትርፊ ምምዝጋቡ ኣፍሊጡ ኣሎ ኣብ ታሪኹ እቲ ዝለዓለ ትርፊ ምዃኑ ዝገለጸ እቲ ኩባንያ ኣብ 2021 ዓ ም ፈረንጂ ካብ ዝረኸቦ ትርፊ በርብዓን ሽዱሽተን ነጥቢ ሓሙሽተ ሚእታዊ ሓለፋ ከም ዘለዎ ሓቢሩ እዩ። ብብርኪ ዓለም ለኸ ምውሳኽ ምህርቲ ነዳድን እቲ ኩባንያ ናብ ዕዳጋ መጠን ዘቕርቦ ምህርቲ ነዳድን ብምውሳኹ ነቲ ዝተመዝገበ ትርፊ ከም ምኽንያት ተመላኺቱ ኣሎ። ድሕሪ ምጅማር ኲናት ሩስያን ዩክረይንን ምውሳኽ ዋጋ ነዳዲ ንኣፍረይቲ ዝለዓለ ትርፊ ክረኽቡ ዝገበረ እንትኸውን በዚ ድማ ኤክሶን ሞቢል ኣሜሪካ ሓምሳን ሓሙሽተን ቢልዮን ዶላር ከምኡ'ውን ሼል ብሪጣንያ ሰላሳን ትሽዓተን ቢልዮን ዶላር ትርፊ ኣብቲ ዝተዛዘመ ዓመተ ፈረንጂ ዕላዊ እንትገብሩ፣ ኩባንያ ስዑድ ዓረብያ ዝኾነ ኣራምኮ ድማ ሚእትን ስሳን ሓደን ቢልዮን ዶላር ከትርፍ ክኢሉ እዩ። እቲ ኩባንያ ካብ ኣመሪካዊ ትካል ኣፕል ብምቕጻል ናይ ዓለምና ክባር ኩባንያ ኮይኑ ክብል ቢቢሲ ኣብ ጸብጻቡ ኣመላኺቱ። ተመልከትና ሕዚ እውን ማእዲ ዜና እንዳቐፀለ እዩ ዝርከብ ስዒቡ ዜና ስፖርትና ክንከብል እዩ ተኸታተልና ንመለስ